ሰላም ከመይ ትኾኑ ጋይስ ሎምዓንቲ ከኣ ሕጽር ዝበሉ ኣገደስቲ ሓበሬታት ክነግረኩም እየ ሞይቶም ዝተባህሉ ጀነራላት ብሂወት ኣለዉ ዝብል ነዚ ዝምልከት ዝወጸ ሓበሬታት ክንርኢ ኢና ብጀካ እዚ ኣሜሪካ ሃሪማቶ ዝተባህለ ናይ ኒኩለር መሳርሒ ናይ ኢራን ብዛዕባ እዚ ውን ኣካታዒ ክኸውን ኣሎ ብትራምፕ ከምኡ ውን ብስለያ ኣሜሪካ ዝወጹ ዝተፈላለዩ ሓበሬታት ዝምልከት ውን ክንርኢ ኢና ብጀካ እዚ ኣሜሪካዊ ቢልዮነር ክገብሮ ዝሓሰበ መርዓ ብሰንኪ ተቃውሞ ቦታ ቀይሩ ኣሎ ነዚ ዝምልከት ውን ክንሪኢ ኢና ስለ ሳሞራ ታምሳይ ጽንሑ ከምቲ ሎሙድ ላይክ ጌርኩም ጀምርዋ ላይክ ኣይትረስዑ let's go
ሰዝጋስ ናይ መጀመርያ ሓበሬታ ደብዳብ ኣሜሪካ ንኒውክለሳዊ መደበራት ኢራን ከም ዘየዕነወት ስላያዊ መጽናዕቲ ገሊጹ ዝብል ሓበሬታ እዩ። እቲ ኣሜሪካ ብቀዳም ኣብ ልዕሊ ኢራን ዝፈጸመቶ ደብዳብ

ምሉእ ብምሉእ ከም ዝዓነወ ብምግላጽ፣ ሚድያታት ነቲ ኣብ ታሪኽ ኣዝዩ ዕዉት ዝኾነ ወተሃደራዊ ደብዳብ ከቃልሉ ይፍትኑ ኣለዉ ክብል እዩ ገሊጽዎ ዘሎ። ኣሜሪካ ብቐዳም ኣብ ሰለስተ ኒዩክለራዊ መደበራት ኢራን ደብዳብ ምክያዳ ይዝከር እዩ። እዚ ድማ ኣብ ፎርዶ፣ ናትናዝን ኢስፊሃንን ዝተባህሉ ቦታታት እዮም። እንተኾነ ምስ ፔንታጎን ቅርበት ዘለዎም ወገናት፣ ደብዳብ ኣሜሪካ ነቲ ኣብ ትሕቲ ባይታ ዝተደኮነ መደበራት ኢራን ውሑድ ጽልዋ ጥራይ ብምፍጣር ከም ዘይተንከፎ ይገልጹ ኣለዉ። መእተዊ ናይተን ክልተ መደበራት ብከቢድ ቀጸላ ስለ ዝተሃረመ፣ ገለ ኽፋል ዕንወት ክወርዶ እንከሎ፣ እቲ ኣብ ዓሚቕ ቦታ ዝተደኮነ ቀንዲ ኽፋል ናይቲ መደበር ግን በቲ ደብዳብ ከም ዘይተሃረመ እዩ ተገሊጹ ዘሎ። ስሞም ክጥቀሱ ዘይደለዩ ትካላት መንግስ ኣሜሪካ ንማዕከናት ዜና ሲቢኤስ ኣብ ዝሓበርዎ፣ እቲ ኣሜሪካ ብልዕሊ ኒዩክለራዊ መደበራት ኢራን ዝሃረመቶ ዕንወት፣ እቲ መደበር ምናልባት ንኣዋርሕ ጥራይ ንድሕሪት ዝመልስ ክኸውን ከም ዝኽእል እዮም ሓቢሮም ዘለዉ። ኢራን ናብቲ ዝነበራ ኒዩክለራዊ መደበራት ንኽትምለስ፣ ኣብቲ ወሪዱ ዝጸንሐ ዕንወት ካብ መዓስ ጀሚራ ክትጽግኖ ጀሚራ ዝብል ነጥቢ፣ ከም ዝምርኮስ እቶም ንሲቢኤስ ሓበሬታ ዝሃቡ ወገናት ገሊጾም ኣለዉ። ብተወሳኺ ገለ ካብቲ ማዕቢሉ ዝነበረ ንዩራንዩም፣ ኢራን ቅድሚ እቲ ደብዳበ ናብ ካልእ ቦታ ግዒዛቶ ከም ዝጸንሐት እቶም ምንጭታት ንሲቢኤስ ሓቢሮም ኣለዉ። እቲ ኢራን ኣብ ውሽጢ መሬት ኰይና ከተማዕብሎ ዝጸንሐት ዩራንዩም፣ በቲ ፍሉይ ዝዀነ ናብ መሬት ሰንሲሩ ዝኣቱ ዓሰርተ ኣርባዕተ ኩንታል ቦምባ ናይ ምሽካም ዓቕሚ ዘለዋ ነፋሪት ኣሜሪካ ጥራይ ከም ዝድብደብ ብሰፊሑ ክግለጽ ጸኒሑ ኣሎ። ኢራን እቲ ተማዕብሎ ዘላ ኒዩክለር ንሰላም መዓላ ዝዓለመ ምዃኑ ብተደጋጋሚ ትገልጽ ጸኒሓ እያ። ብኻልእ መዳይ ሰብ መዚ ኣሜሪካን እስራኤልን እቲ ደብዳብ ኣዝዩ ዕዉት ምንባሩ እዮም ገሊጾም ዘለዉ። ጸሓፊ ምክልኻል ኣሜሪካ ትማል ሰሉስ ኣብ ዘውጽኦ መግለጺ ኣብቲ ዝረኣናዮ ተሞርኪስና እቲ ዝተፈጸመ ደብዳብ ኢራን ኒዩክለራዊ ኣጽዋር ናይ ምፍጣር ዓቕማ ደምሲስናዮ ኢና ክብል ገሊጹ ነይሩ። ኣስዒቡ እቲ ቦምባ ኣዕናዊ ኣይነበረን ዝብል ንፕረዚደንት ነቲ ዕዉት ተልእኾን ንምድኻም ጥራይ'ዩ ዝጽዕር ዘሎ ክብል ገሊጹ ነይሩ። ኣባል ኮንግረስ ኣሜሪካን ኣባል ኮሚተ ጉዳያት ወጻኢ ባይቶ ዴሞክራትን ብራድ ሸርማን ከም ዝሓበሮ፣ እቲ ደብዳብ ዘብጽሖ ዕንወት ንጹር ኣብ ዘይኮነሉ፣ ምምሕዳር ትራምፕ ዓወት ንምእዋጅ ዘይንጹር ቃላት ይጥቀም ኣሎ ክብል ሓቢሩ ኣሎ። እቲ ምምሕዳር፣ ነቲ ኢራን ዘማዕበለቶ ዝተባህለ ዩራንዩም ወይ እቲ ትሽዓተ ኒዩክለራዊ ኣጽዋር፣

ኣሜሪካ ዓሰርተ ሸሞንተ ዝኾኑ ስለያዊ ማእከላት ዘለዋ ኮይና፣ ኣብቲ ዝነጥፉሉ ዓውድታትን ከባቢታትን ተመርኲሶም ከኣ ነንሕሕዶም ሓደ ሓደ ግዜ ዝጋራጮ ጸብጻባት የውጽኡ እዮም። ንኣብነት ስለያዊ ማዕከናት ኣሜሪካ ንመበቆል ኮቪድ ኣብ ዝምልከት ክሳብ ሕጂ ኣብ ሓደ ዘሰማምዖም መደምደምታ ክበጽሑ ኣይከኣሉን። ኣሜሪካ ኣብዚ ኣብ ልዕሊ ኢራን ዝፈጸመቶ ደብዳብ'ውን ንመጠን ዝወረደ ዕንወት ኣብ ዝምልከት ዝተፈላለዩ ጸብጻባት የውጽኡ ኣለዉ።

ኣብረርትና ንመሰረት ልምዓት ኒዩክሌር ኢራን ኣዕንዮሞ እዮም እንተኾነ ናይ ሓሶት መራኸቢ ብዙሃን ግን ንጅግንነት ኣሜሪካ የቃልልኦ ኣለዋ ክብል ገሊጹ ኣሎ። ፓይሎታትና ንዓለም ንምሕላው ጅግንነታዊ ስራሕ ኣብ ዝፍጽምሉ ዘለዉ እዋን መራኸቢ ብዙሃን ግን ጽልዋ ኣሜሪካ ንምጉዳል ናይ ሓሶት ሓበሬታ ምዝርጋሕ ይቕጽላ ኣለዋ ክብል እቲ ፕረዚደንት ገሊጹ ኣሎ። ናብ ካልእ ሓበሬታ ድሕሪ'ዚ ናይ ዓሰርተ ክልተ መዓልቲ ውግእ እስራኤልን ኢራንን ተቐቲሎም ዝተብሃሉ መራሕቲ ብህይወት ኣለዉ ዝብል እዩ። ኣብ መጥቃዕቲ እስራኤል ተቐቲሎም ዝተብሃሉ ሰለስተ ወተሃደራት መራሕቲ ኢራን ትማሊ ኣብ ዝተኻየደ ጽምብል መዓልቲ ዓወት ኢራን ተረኺቦም ኣለዉ። ኣብ መጥቃዕቲ ኢራን ተቐቲሎም ዝተብሃሉ ሰለስተ ወተሃደራት መራሕቲ ኢራን መዓልቲ ዓወት ኢራን ምስ ህዝቢ ከብዕሉ ከም ዝተራእዩ ኣናዶሊን ዝተብሃለ ናይ ውሽጢ ማዕከን ዜና ኢራን ሓቢሩ ኣሎ። እስራኤል ብ ዓሰርተ ሰለስተ ሰነ ጀነራላት ኢራን ከም ዝቐተለት ኣፍሊጣ ነይራ። እቶም ሰለስተ ወተሃደራት መራሕቲ ኢራን ትማሊ መዓልቲ ዓወት ኢራን ኣብ ህዝቢ ከም ዘኽበሩ እቶም ምንጭታት ሓቢሮም ኣለዉ። ሓደ ካብኣቶም ብርጋዴር ጀረናል እስማዒል ቃዛ፣ ኣዛዚ ሓላቒ ቅዱስ ኮር ሓለዋ ሰውራ እስላም፣ እቲ በዓል ብ ሓጎስ ከም ዘብዓሎ ማዕከን ዜና ውሽጢ ዓዲ ኢራን ሓቢረን ኣለዋ። እቲ ትካል ኮማንደር ቃኒ ሎሚ ኣብ ቴህራን ኣብ ዝተኻየደ ጽንብል መዓልቲ ዓወት ይሳተፍ ከም ዘለዎን ተሓቢሩ ኣሎ። ብተመሳሳሊ ብርጋዴል ጀረናል ዓዚዝ ናስራዛደ ናይ ሽዑ ሚኒስትሪ ምክልኻል ኣዛዚ ሓይሊ ኣየርን ኣብ መጀመርያ ወርሒ ሰነ ኣብ ልዕሊ ሚኒስትሪ ምክልኻል ብዘጋጠመ መጥቃዕቲ ነፈርቲ ከምዝተቐትለ ይንገር። እንተኾነ ግን ክሳብ ሕጂ ብህይወት ከምዘሎ ኣብ ስልጣን ከምዘሎን ማዕከናት ዜና ተህራን ሓቢረን ኣለዋ። ላዕለዋይ ኣማኻሪ ኣያቶላህ ዓሊ ካሚኔን ዋና ኣማኻሪ ጸጥታ ኣድሚራል ዓሊ ሻምካኒ ካብቶም ብ ዓሰርተ ሰለስተ ሰነ ክልተ ሽሕን ዕስራን ሓሙሽተን መጥቃዕቲ ነፈርቲ እስራኤል ከምዝተቐትሉ ዝተገልጹ ሓደ'ዩ። ናብ ካልእ ሓበሬታ ኣብ ከተማ ጥልያን ክካየድ ዝሓሰበ መርዓ ኣሜሪካዊ ቢልዮነር ብሰንኪ ተቓውሞ ህዝቢ ክቕየር ተገዲዱ ዝብል ሓበሬታ እዩ። ኣሜሪካዊ ቢልዮነር ጄፍ ቤዞ ምስ በዓልቲ ቤቱ ጋዜጠኛ ሎረን ሳንቸዝ ኣብ ከተማ ጥልያን ቬነስ ክካየድ ዝሓሰበ ጽንብል መርዓ ተሰሪዙ ኣሎ። ናይዚ ምኽንያት ከኣ እዚ መርዓ እዚ እዚ ጽንብል መርዓ እዚ ኣብ ማእከል ከተማ ቬኒስ እዩ ክካየድ ተሓሲቡ ነይሩ። ይኹን እምበር ብህዝቢ ቬነስ ዝገበሮ ተቓውሞ ኣብ ልዕሊ ጄፍ ቤዞ ክቕየር ተኻኢሉ ኣሎ፣ ቦታ ክቕይር ተኻኢሉ ኣሎ። ጀፍ ቤዞ ክቃወምዎ ዝገበሮም ቀንዲ ከኣ ነዛ ከተማ እዚኣ ምሉእ ብምሉእ እዩ ተኻርይዋ፣ ንሓደ መዓልቲ ከይከውን ከኣ ንኽልተ መዓልቲ እዩ ተኻርይዋ። ስለዚ በዚ ከኣ ክልተ መዓልቲ እዛ ከተማ እዚኣ ካብ ስራሕ ወጻኢ ክትከውን እያ ማለት እዩ። ብምሉእ ቡክድ ኮይኑ እዩ፣ ሆቴላት ኣይትበልዎ ካልእ ካልእ ብምሉእ ቡክድ ኮይኑ እዩ። ስለዚ ካብ ንኽልተ መዓልቲ ካብ ስራሕ ናጻ ክትከውን እያ። በዚ ከኣ ህዝቢ ኣብ ጎደና ወጺኡ ክቃወም ጀሚሩ ማለት እዩ፣ ከምቲ ትርእይዎ ዘለኹም።

እቲ ሽግር መርዓ ምግባሩ ኣይኮነን እቲ ሽግር ንሓጎሱ ክብል ሓደ ቢልዮነር ንከተማ ምልእቲ ክካረያ ምፍቃዱ ዝፈቅድ ሲስተም እዩ ማለት እዩ ንዑኡ ኢና ንቃወም ዘለናዮ ክትብል ጸኒሓ ማለት እዩ ከም ዝፍለጥ ጄፍ ቤዞ ንካልኣይ ግዚ እዩ ዝምርዖ ዘሎ።